ሰላም ሰላም ቤተሰብ ደቂ ዓበይትዋይ ሃመይ ኒኦኹምለይ ዳሕና ዲኹም ኣነ ሰላም እየ ንስኻትም ድማ ሰላም ክትኾኑ እናተመንኹ ናይ ሎማዓንቲ ከምቲ ትርእይዎ ኣለኹም ዘና ልበለ ገዛ እየ ሒዘልኩም መፅእ ኣለኹ እዚ ኣበይ ይመስለኩም ኣሕዋት ኣብ ከተማ መቐለ ኮይኑ ፍሉይ ቦታ ዲያስቦራ ካብ ዲያስቦራ ኣይወፅእ እንድየ ኢለን እኒኦኹ ሕዚ ሰዓት ኣብ ዲያስቦራ ኣብ ዲያስቦራ ኣብዚ ሓቀይ ብዙሓት ኣሕዋተይ ድማ ወረይ ተብዝሕዋ ቀልጠፍ ኢልኽን ደሎ ሓበሬታ ኣትልቱን ለለኹምና ቀጥታ ላብ ሓበሬታ ካትየ ቅድሚ ኩሉ ልቻናለይ ሓደስቲ ዝኾንኹም ሼር ላይክ ሰብስክራይብ ምግባር ቤተሰብ ኩኑ ቤተሰበይ ዝኾንኹም ድማ ላይክ ሸር እናጎርኹም ክትኣትው ብትሕትና ይሓትት ምክንያቱ እንድሕር ደኣ ላይክ ሸር ገይርኹም ለይኮይንኹም እዚ ቪድዮ ቀጥታ ላባኻትኩም ክመፅእ እዩ ያው ሕዚ ደንጉየ እየ መፅየ ይቅርታ እናበልኩ ስራሕ ብዝሕ ኢልኒ ከምቲ ትርእይዎ ኣለኹም ኣብ ከተማ መቐለ ዲያስፖራ ሚእቲ ኣርባዓ ካር እየ ሒዘልኩም መፅእ ኣለኹ ብሓድሽ ደዛይን ኣሰራርሓ እዩ ከምቲ ትርእይዎ ኣለኹም ብጣዕሚ ደስ ልብል በቕበቕ ልብል እዩ በተለይ በተለይ ኣብ ዲያስፖራ ዘለኹም ኣሕዋተይ ሕዚ ቦታ ብጣዕሚ እንዲረኹ ስለሎ ብጣዕሚ ማለት እዩ ጎኡና ሰብና ይጠም ኣሎ ጎኡ ከዓ ከምቲ ትርእይዎ ኣለኹም ዘይሸጥ ኣሎ ጎኡ ከዓ ይገዝእ ኣሎ ዝሮ ዝሮ ኣብ ሕብረተሰብና ብዙሕ ነገር ኣሎ እዩ ሓደ ሓደ ኣሕዋተይ ልምታይ ኢኺ ዓሰርተ ግዜ ቦታ ልተምፅ ኣለኺ ብዙሕ ሰብ ጠሙ ኣሎ ብዙሕ ሰብ ረግፉ ኣሎ እልትብላ ኣለኽን እዎ ኩሉ ዶ ጠምዩ ኣብ ትግራይ እኮ ኩሉ ጠምዩ የኾነ ፍርቂ ሃፍታም ፍርቂ ደማ ድኻ እዩ ዘሎ ስለዚ እንታይ እየ ክብል ደልየ ኣሕዋተይ ማዓረይ በተለይ በተለይ ኣብ ሚድያ እናተዘርግሐ ልብና ልጎድእ ነገራት ስለ ዝዝርግሓ ኣሎ ኩሉ ድኻ ወይ ኩሉ ፀሙ ሕዱር ወይ ድሞ ልስተ ልብላዕ ኩሉ ልሰኣነ ከይመስለኩም ብዙሕ ብዙሕ ብዙሕ ነገር ኣለ ብዙሕ ነገር ማለት እዩ እና ታየ ክብል ደልየ እዚ ገዛ እዚ ቅርሺ ለለኩም ኣሕዋተይ ብወኪል ገዚእና ሲ ካልኣይ ነገር ለለ ፃዕሪ ኮነና ኣሎ እዩ እልትብላ ኣሕዋተይ ስለ ዘለኽን ብውሽጢ ለፅሕፋ ኣለለኽን እዩ እንድሕር እሙን ሰብ እግኒ ክንኮይንኽን ብወኪል ቀጥታ ወረቀት ክልተ ልብሃዋ ኣለዋ እየን ናይ እንትን ማለት እዩ ክልተ ወረቀትኽን ሒዝኽን ክትገዝኣ ትኽእላ ይኽን ምንም ችግር የውልይ ኣብ መንጎ ዝበዓል ሸዋጥና ዝበዓል ገዛኣይ ክልተ ወረቀት እየን ንመፃ ኣብ በዓል ገዛእለ ሓደ ወረቀት ክኾነ ኣለዎ ኣብ ሸዋጥ ድማ ሓደ ወረቀት እዚ ልምታይ እዩ ልምስክር እዩ ደሓር ብወኪል ገዚእኹም ብወኪል ገዚእኹም ቀጥታ ላብ በዓልኩም ላብ ሰሙም ትሓልፉ ኢኹም ከዚ ግን ያው መዘጋጃ ቤት ተዓፅዩ እዩ ሓቂ ንምንጋር ከዚ እንግዲህ ትፈልጥዎ ትኾኑ ኢኹም ወይ ደግሞ ትሰምዑ ኣለኹም ትኾኑ ኢኹም ኣሕዋተይ ማዕረይ ኣብ በተለይ ኣብ ስደት ዘለኹም ልሰለስተ ወርሑ እዩ ተባሂልኒዮ እንግዲ ካብ ልዕጸ ወርሒ ገሌ ገይሩኒዮ ማለት እዩ ዳርጋ ክልተ ወርሕና ንመልእ ኢልና ኒና ኣብ ሰለስተ ወርሒ ልኾን ወይ ኣርባዕተ ወርሒ ልኾን መዛጋጃ ቤት ተክፈት እዩ ተባሂሉ ነይሩ ልኡ እውን መምርሒ ወጽእዎ ነይሩ መዛጋጃ ቤት ኣብ እንዳለ እያ ኩላ ተዓጽያ ኒያ ስም ፈሪምኻ ኣይውሰድ ስምኻ ኣይሓልፍ ናይ ስም መዘሪ የለ ናይ ምን የለ ብወኪል ሰብ ለበለ ይገዝእ ኣሎ እዩ ብወኪል ዳሕራይ ፃዕሪ እዩ ዳሓር ከለለ መን ክማጎቶ ወይ ደሞ ኣብ ምጥላም ወይ ኣብ ሓደ ነገር ክትበፅሕና ከለና ሲ ቅርሽና ሲ ብላሽ ኢና ንቃር ኣለና ኢልኩም ሕዋት የለል ትጨናንቆ ኣለኹም ብዙሕ ሰብ ገዝእ ኣሎ እንግዲህ ኩሉ ሰብ ለ ኣይገዝእ ኣለይ ምክንያቱ መዘጋጃ ቤት ለይውሉ ይለ ልዓበሎ ኣይ ችግር የውልይ ኢሉ ብወኪለ ክልተ ወረቀት ብቻ ይደሓዛን በይ ምንም ፀገም ለለወ ኢሉ ብዙሕ ሰብ ይገዝእ ኣሎ ከምቲ ትርእይዎ ኣለኹም ከዚ ፕላስ ዋን እና ፕላስ ቱ ፕላስ ስሪ እዩ ኣምፅኤልኩም እኒኹ ልቑይነ ለሃ ምናገርኩ እየ ኣምፅኤ ነይረ ኣብ ዲያስፖራ ነፃ ቦታ ሚእቲ ኣርባዓ ካሪ ክንዲ ሂብካ ይግነል ትብላ ኣሕዋተይ ኢለ ኣለኽን ማለት እዩ እሱ ግን ኣየ ክሓትት እንደገና ድማ ቪድዮ እንድሕር ዲኢኹምለይ ብዲያስፖራ ብምልእታ ሒዘልኩም ክመፅእ እዮ ትርእይዎ ነፃ ቦታ ሚእቲ ኣርባዓ ካሪ ወይ ደሞ ክልተ ሚእቲ ካልኦ ብዙሕ ኢሎ ኣሎ ልሽወጥ ማለት እዩ በተለይ ኣብዚ ሕዚ ሰዓት ብዙሕ ቦታታት ረኮይሱ ብዙሕ ቦታ ድማ ግዛእ ኣሎ ሽወጥ ኣሎ ከምቲ ትርእይዎ ኣለኹም ማለት እዩ ስለዚ ብሓድሽ ደዛይን እዚ ገዛ እዚ ኣብ ዲያስፖራ ወፂኡ ኣሎ በተለይ በተለይ ኣብ ዲያስፖራ ዘለኹም ኣሕዋተይ ቅርሺ ዘለኩም ኣብ ዲያስፖራ ኩኑ ኣብ ካናዳ ኩኑ ኣብ ስዑድ ኣሎ ኩኑ ቅርሺ እንድሕር ሒዝኹም እዛ ቦታ እዚኣ ከይተምልጠልኩም ካብ ባንኪ ከፍ ምንም ትርጉም የብሉ ኣሕዋተይ ኣንሕና እኳ ያው ዝሮ ዝሮ ሉዚ ቃዕሚ እዚ ልግምት የለይ በተለይ በተለይ ኣብ ስደት ዝሰፈረ ሰብ ኣብ ስዑዲ ልወይኑ እዩ ምክንያቱ እንድዚ ልኣክል እውን የሽቀል እዩ ልንድዚ ልኾን ቃዓመና እውን ኣንሕና ኣብ ገጠራ ገጠር ዛናይ ሰለስተ ሚእቲ ዛናይ ኣርባዕተ ሚእቲ እንድሕረኺ ካለ ያው ሓፋትም ኢና ልመዋል ደለ እየ በተለይ ኣብዚ ሕዚ ሰዓት ምንም ስራሕ ልበሃል የለኝ ስለዚ እንታይ እየ ክብል ደልየ ብዙሓት ሕዋተይ ልቃዓመና ደይ ተምፅእ የስኳል ሓፍተይ ልምንታይ ኢኸ ቃዓመና ደይ ተምፂ ኣነ ሓደ ቦታ ኣሎ ምክንያቱ ግድን ናይ ተኸታተልቲ ክገዝኦ ኢለ እኮ ሸር ይገብር ምክንያቱ ካበይ ካበይ መፅኡ ቦታ ልገዝእሉ ተረዲኹም ዶ ኣሕዋተይ? እና እዛ ቦታ እዚኣ ከምቲ እትርእይዎ ኣለኹም ካብ መደቀሲኻ ተልዕልካ እኳስ ምስትያት ልዋዕለ ክፍትፍት ኣቢልካስ እንዳለ መቐለ ብምሉእታ እያ ትለዓል ታየ ክብል ደልየ እሶ እዛ ቦታ እዚኣ ልገዝእ ኣሕዋተይ ቁፅሪ ስልኪ ኣብ ታሕቲ ገብረልኩም እየ ክንደይኻ ሓበሬታ ትብልኩም ከዓ ዝሮ ዝሮ ከይትፈርሑ ቀስ ለሙስ ፈሪሕና ክነግረኩም እየ እዚ ሲ ንምንታይ ኢኺ ከምዚ ዳልኺ ውዒልኺ ስለለ እዚ ተምፅልና ገለ ከይትብልና እዚ ኣሕዋተይ ብጣዕሚ ብጣዕሚ ልካረ ገዛና ልመንወርያ ተደሊኹም ኣብ ካልኣይ ትነብሩ ኢኹም ተደሊኹም ድማ ቀዳማይ ትነብሩ ካልኣይ ተካርይዎ ትኽእሉ ኢኹም ሽጋ ልወይኑ ኣብ ታሕቲ ልወይኑ ናይ መኪና መእተዊ ኣለዎ ከምቲ ትርእይዎ ኣለኹም መረብኡ ድማ ሃሜል በለ ስሚንቶ ብጣዕሚ ደስ ልብል እየና በቃ እዚኣ እዛ ቦታ እዚኣ ክነግረኩም ዶ ሜተር በዓካር እያ ኩሉ ነገር ተወዲኡ እዩ ዝተፈፀመ ማለት እዩ ክንዲዚ ገዛ ምባል ኣይከኣል እዩ ምክንያቱ ኣብ ታሕቲ ተወዲኡ ኣብ ካልኣይ ከዓ ተወዲኡ ኣብ ሳልሳይ ከዓ ተሃዳዲሙ እዩ ከምዚ ትሪእዎ ኣለኹም ዓራቶም ኣትዮም ኣቑሒቶም ኣትዮም እዮም ነበር ኣለዉ ኮይኑ ግን ሓደ ሰብ ገዛ ክሸጥ ከሎ ሲ እዚ ዝመስል ገዛ ሲ ከመይ ገይሩ እዩ ጎቦ ክንየኸን ናይ ምጥላም ልኣክል ይኾን ወይ ድማ ሓደ ነገር ኮይኑ ኾን እምበር ሃምዚ ገይርካ ወዲእኻ ሲ ገዛ ሽወጥ ኢል ትብላ ኣለኽን ኣሕዋተ መዓረይ ኣብዚ ሐዚ ሰዓት ኮ ወሊደ ኢልካ እፎየ ይበሃሊ በቃ ወሊደ ኢልካ ኣባፂሕካ ለው ፈቆዲኡ ስዑድ ዓረብ ፈቆዲኡ ልብያ እዩ ዝኸዱለ ሰብ ስለዚ ውላድ ከዓ ናርእ ክሞት ኣይኽእል እዩ ምክንያቱ ታለላትካ ኢኻ ትሸጥ ሰወት ኣየ ክብል ደልየ እዞም ሰብኣይ እዚኦም ክሸጥዎ ስለ ዝደለዩ ከዚ እዮም ልኢኾምና እኒኦ ሓበሬታ ማለት እዩ እዛ ቦታ እዚኣ እስካብ ፕላስ ዋና ፕላስ ቱ ፕላስ ስሪ ተወዲአል ተፈፀመ እዩ ሰትት ኢልካ ምእታ እዩ ከምኡ እውን እናሸጡ ካኒየየ እስካብ ዓሰርተ ሸውዓተ ሚልዮን ዓሰርተ ሸሞንተ ሚልዮን እውን ትማል ተሸይጣ እኒኣ ሓንቲ ብዓዲ መንሸር ለልኹዋ እዚኣ እውን ዒስራ ሚልዮን ኢሎምና እኒው እንታይ ትብሉ ኣሕዋተይ ዒስራ ሚልዮን ኢሎም እኒው ማለት እዩ ብጣዕሚ እዩ ክባር ዝሮ ዝሮ ኣብ ከተማ መቐለ ይኹን ኣብ ዲያስፖራ ይኹን ዕስራ ሚልዮን እስካብ ኣርብዓ ሚልዮን ዲዮ ካልገርመኩም ማለት እዩ ኣነ ልባዕሊ ሓደ ሓደ ግዜ ሲ ድንግጽ እየ ልቦታ ሲ ጽባሕ ንጎውዲቕና እየ ንኸድ ነበርቲ እኳ ዘይኮንና ሲ ከመ እዩ ይባ ልዚ ቦታ እዚስ ሃመ ጌርካ ኢኻ ኣርብዓ ሚልዮን ሂብካ ኣርብዓ ሚልዮን እስካብ ካልሞተ ይበልዕ ድየ ኢለ በቓል እና ኣርባዓ ሚልዮን ልውደእ ኣሎ ልማለል እየ ሕዋተይ ያው ኣንሕና ሕዚ ብዙሕ ነገር ኢና ንሓሰዎ ቦታ ነጥሪ ፎቅ ነጥሪ ካልኣይ ነገር ብዙሕ ነገር ነማልእ እዩ ደስ ለና ኮይኑ ግን ካብ ዓምኻ ወፃእቲ ትኾንሎ ንእሽቶ ንክብድ ይብለካ እዩ እሞ ከምቲ ትሪእዎ ኣለኹም እስካብ 20 ሚልዮን እስካብ 40 ሚልዮን እስካብ 30 ሚልዮን ኣብ ዲያስፖራ ኣብ ከተማ መቐለ ኣሎ እዩ ልሽወጥ ኮይኑ ግን እዚ ለምፅእ እዚኦም ልገዝኡ ሲ ካበይ ልመፁ እዩ ኢልክን ትፅሕፋልኒ ኢኽን ሓደ ሓደ ማለት እዩ ብእግሮም ልድውርዎ ቅርሺ እኒኦ ሃፋት ብዙሓት ብዙሓት ብዙሓት ኣሕዋተይ ብዙሓት ማለት እዩ ከምዚ ትሪእዎ ኣለኹም ከዚ እዛ ቦታ እዚኣ ተኮይኑ ስልኪ ክሓድገልኹም እዮ ውሽጢ ንፁር ሓበሬታ እዩ ደው ኢልኹም ክተዳጎጉ ትኽእሉ ኢኹም ድርድር የውሊ ዒስራ ሚልዮን መጨረሻ ኢሎም እኒኦ እና ታየ ክብል ደልየ ያው ኣይዘና ድማ ደልየ እየ ብቻ ጥዒና ጥዒና ድሕር ሒዝኻ ኩሉ ነገር ክገብሮ እየ ኢልካ ለይተገበረ ስለለይ ቃሪ ኣይዘኽን ዘንሕዋተይ ኣብ ስደት ዘለኽን ከዓ ኣይዘኽን እና ቁሪ ሃም ይገብር ኣሎ ቁሪ ከስርሐና ይኽኣል ይሕዋተይ ማርያምን ኣነሲ ሕሽ ክሓጽብ ከለኹ ኣቑሑት ክሓጽብ ከለኹስ በቃ ኢደይ ልውዓል ሲ ጉምድሙድ እዩ ኢሉና ቁሪ ብጣዕሚ ሓይሉ ያው ናይ ሎማዓንቲ ኣዚኣ ክፍለይኩም እያ እዛ ቪድዮ እዚኣ ላብ ኩሉ ክትሽወጥ ስለልተባሃለት ሸር ግበርለይ ላይክ ለናጎርኩም እተውለይ ኣብ ዓይና ለሚልኽን ነፃ ቦታ ኣምፅልና ልበልኽናን ኣሕዋት የለ ከምፀልኽን እየ ማለት እዩ ኣብዚኣ ክፍለይኩም እያ ባይ ባይ